ታይ ኢና ንሰምዕ ኣለና ታይ ኢና ንሰምዕ ኣለና። ዝተወሰነ ዋርሕ ኣብዚ ሕንጻጽ ዝበሃል ተጋሩ ጸገም ኣጋጢምዎም ዝነበረን ኤርትራውያን ከኣ ኣብዛ ዳባት ትበሃል ኣብ ሓንቲ ህሞት ኣብ ሓደ እስኻ ተርጋኣለም ትበሃል ሓሰኽ መራት ጨናውሲ ኣብ ኤርትራ ከለኻ ደይ ኣንጻር ትግራይ ኳይ ነይሩ ትፈትትን ተጋሩ ኣንጻር ትግራይ ኣንጻር

እዚኦምን ኻልኦትን ኣብዚ መደብ እዚ ክንርኢ ኢና። ሰናይ ምክትታል። ሰላማት ሰላም ሰላም ናይዚ ዩቲብ ቻናል ተኸታተልቲ ከመይ ትኾኑ? ጥዕና፣ ትምህርቲ፣ ኩሉ ቤተሰብ ፅቡቕ ከም ዘሎ የምነየልኩም። ኣና ልምዓት መደባትና ድማ ብጣዕሚ ደስ ደስ ዝብሉ ዘዘናግዑን ዘምህሩን ቪዲዮታት ክንርኢና ማለት እዩ። እስካዕ ቪዲዮ ብትውዳእ ላይክ ጌርኩም ጀምርዋ ንኽላ መደብና ጥዑም ዝበሃል ስደት የለን ኣብ ስደት ኮንካ ክትገብሮም ዝግበእካ ነገራት ጥራይ ክትገብር ኣለካ ንምንታይ ወጺኻ ዕላማኻ ክትፈልጥ ኣለካ ኣብዚ ሞያ ተጥሪ ስራሕ ትሰርሕ ትመሃር ግዜኻ ብግቡእ ትጥቀመሉ ካብቶም ንፎቶም ነፍቅሮም ስድራና ተፈላሊናስ ኣብዚ ኣብ ዘይጠቕመና ክንውዕል ነንሕልና ክንበኣስ፣ ናይ ነብስና ጽልኢ ክንገብር፣ መሰረቱ ነብስና ክንዝክር ኣለና። ንነብስና ቅድም ክነፍቅር ኣለና። ነብስኻ ከይፍቀርካ ንሰብ ክተፍቅር ተኾንካ ምስሉይነት ጥራይ እዩ። ከምዚ ዓባይ ኦም ሳግላስ ንትሕቲኣ ከይጽለለስ ኣብ ማዕድያ ተጽልል እዩ ዝኾን ደሎ። ዕላማይ ዝፈልጥ ሰብ እየ። ንምንታይ ተሰዲደ ኣለኹ፣ ተሰዲደ ከ እንታይ ክገብር ኣለኒ ዝሓስብ ሰብ እየ። ጽባሕ ንግሆ ዓደይ ክምለስ እየ ኣብ ስደት ኣይብልን እየ እንታይ ሒዘ እየኸ ክምለስ መምፅኢ ዕላማና ንፍለጥ ስደት ከም ዘለና ኸ ንዘክር
ተስፋይሲ ይነፅፍ ደሎ ትፅንቅቕ ደላ እንታይ ትነፅፍ ይነፅፍ ኣሎ ማለትሲ ካብ ምሒር ምግናዕ ምግናዕ ስረብሪቡ ግዲ ሎሚ ሎምሲ ይፅንቀቕ ኣሎ ምሽክነ ሆይ ኣኽ ትውግፈኒ ላ ተስፋይ ሽኮር እሞ ሓደ እኮ ሪዘርቫ መሓዝ ከድልየና እዩ ቴኒኒ ከመይ እዩ ሪዘርቫ ማለት? ሓደ ሪዘርቫ ተሓጋጋዚ ንተስፋይሲ ዘብርዮ እንታይ ዝሕግዞ ኣባቴ ንዓርከይ ነዚ ዘይተረዳእካ ንሓንቲ ሓደ በዓል ካርሲ ከድልየና እዩ እንታይ በዓል ካር
በዓል ካር ዝኾነ ከም ተስፋይ ምሻለካ ከምቲ ብራዘረይ ተሰጢሕዎ ደሎ ንኣትዎ ምሽ ንተስፋይ ከዓ ዳጌፋ ኮኖ ኣታ ሕሙም ዲኻ እንታይ መኪናትና ንር ማለት ኣታ ብራዘረይ ምሽ ደኪሉ እንታይ ዶ ኮይኑና እዩ ዋእ ሕሰቦ እንዶ ናይ ክንደይ ሱር በተኻዊ ለውጢ ገይሩ ኩሉ ስድራ ቤት ሕጂ ሓደ ሰብ ከዓ ከምኡ ተረዲእኻኒ ኣፍኪሱ ዝዘብጠናስ ከድልየና እዩ ይብለካ እሞ ኮይስ መን ይኽድክሎ ንስኻ ኣነ ክድክሎ ካብ ሓደ ገዛ ዲና ድወ ናብ መኪና ክንደኽል ደሊኻ ካብ ሓደ ገዛ ድወ ሰብ ናብ መኪና ክንዳኽል ደይከውን ቴኒንን ዓባብርየና ኣታ ታኾንኩም ኢኹም ኣታ እዞም እንዳ ሓቦይስ ትጎድሑ ዶ ኣለኹም እሱ ዳኣ ኖርማል ኣና ምደከልኩ ኣንዴ ግን እንታይ እስከ ወዲ ሸቁሳ ተመክሮ ኣለካ እንታይ ተመክሮ ማለት ምሽ ምስ ዳዓውቺ ዝነበርካ ኣብ ዓዲ ትካሰም ገለ ዝነበርካ ብፍላይ ብፍላይ እታ ኣብ ንግደት ዓድና ደወድሽ ኣጓል ሰጥዓኻዮም ገለ ምሽ ስታት ገለ ሕጂ ሲ ስኻት ትድክሎ ቤላ ነይሩ ምን ነጊርካ

ክገርመኪ ጽቡቅ ሻት እየ ድረክብ ሽት እ ሰኣላይ ዲኻ? ነይ ኩሉ ሓደ እዩ ማለትሲ ጋንጊስተር እየ ሸት እያ ኖ ዶልድ ስቶሪ እዚ ናይ ቀደም ስቶሪ እምበር ሕጂ ገዲፌ እየ ብጣዕሚ በርከ ኩሉ ነገር ኣጽሊእኒ ጽቡቅ እየ ዘለኹ ሕጂ ገዲፌ እየ ሽምኪ መን ሲላ ኣቤት ሲላ። ኣህ ቢቲፉል ኔም ኣለኪ ኣነ ከኣ ሓየሎም እበሃል ጽቡቅ ሌላ ግበረልና ኦኬ ኣብዚ ደኣ እንጆይ ክትገብሪ መጺኺ እንጆይ ኣህ በይንኺ ማለት ድዩ
ኣህ ቤተሰብ ገለ ዓጽመ ስጋ ወይ ፍሬንድ ገለ የለን ኣነ ከኣ ገርመኪ በይነይ መጽየ ቁሩብ ስትረስ ኔርኒ ምስ ረኣኹኺ ከምዚ ስትረሰይሲ ጠፊእለይ
ኣዚኺ ምቅርቲ ኢኺ እሞ ሻሂ ቡን ቢራ ዊስኪ
ጋብዘኪ
ንኺድ ሲላ

ሳራ እንታይ ዘገበርኪ ክትደሊ እንደለኺ ኣንታ ወሳራ ሳሉ ፃዕዳ ጣፍ እንዳሞኸሞኽካዮሲ ንዕኡ ድሃይ ምግባር ክስእል ነዚ ሓደ ሓወይ

ደሓን እየ ቁሩብ ናይ ምሳሕ ተወሓሒዱኒሲ ቁሩብ ዓቕምታት ከኣ ተሓጻጺሩኒሲ ዓዓቕምኹም ሓጉዙኒ እብል ኣለኹ እሞ ዓቕምኻ ክትሕግዘኒ ኢለ እየ ጸዊዐካ ዘይሰምዖ የብለይን እሞ ካብቲ ኔው ጸዊዕካ ድኻ ትልምነኒ እንታይ ደኣ እሞ ክገብር ናብኡ መጺኻ ትልምን
እዚ ኩሉ መገዲ ጎየ ጎየ ከይደ ሰጊረ ተጠውየ ዘሊለ መፅየ ኣብኡ ምስ በፃሕኩ ይርዳእኻ ተበልካኒ ደኣሞ እንታይ ክገብር በይነይ ክምለሶ ዝኹሉ መገዲ ኣነ ከ ይርዳእኻ እንተይለካ ዝኹሉ መገዲ ብእግረይ ክምለስ ማለት ድዩ ዋእ እንታይ ኣለዎ መስኻ ተተመለስካዮ ደኣ ደይ ምስ ገንዘብካ ኢኻ ትምለሶ ዘለኻ በል ይርዳእኻ ኢለካ ኣለኹ ኪድ በል ተመለሶ ለማኒ ህኩይ ለማኒ ኪድ ተመለሶ
ጉያ ወስኸሉ ቢት ርገጸላ መሊሰ ከይረግጸካ ስነ ስርዓት ግበር ወስኸላ በል ከም ትማጻጻእኻ ርገጸላ ኪት ኪት ከምቲ ዘብዘብ እንዳበልካ ዝመጻኻ ዘብዘብ እንዳበልካ ተመለስ ርገጸላ ብለካ ኣለኹ ወስኸላ ጁዕ ጥሙይ ጥሙየ ጥሙይ ተዝህልወካ ዶ ክንድኡም ተዛረብካ ይትባሾ እምበኣር ሰብኣይ ሒዝካ ካልኦ ሰብኣይ ሒዝኪ Wow.
Singkir rokok. ስንግል ስንግል ወይ ለኻ ስንግል ምስክል
ምጥላም ምጥላምስ ኣብቲ ግዜ ሃሩር እኳ ከይኮነለይስ ኣብታ ግዜ ቁሪ እዛ ቁሪ እዚኣ እንዳረኣኽስ ማሾ ግርም ከዓ ይኽእሎ ትርእሱ ዳህሲሱ ጃላ ተሪፈ ኣብ ኣብ ጎልጎል ተሪፈ ክቡራት ተዓዘብቲ እንታይ እሞ እዚኣ ኮይና እታ ጉዳይ ንዛንታ ተሪፉ ዘላፍ

ጋዜጠኛ ነሽ ነሽ ካብ ሃገረ ጀርመን የቐንየለይ ዝተወሰነ ዋርሕ ኣብዚ ሕንፃፅ ዝበሃል ተጋሩ ፀገም ኣጋጢሞዎም ዝነበረን ኤርትራውያን ከዓ ኣብዛ ዳባት ትበሃል ኣብ ሓንቲ ህሞት ኣብ ሓደ ወቕቲ ሓደ ዓይነት ፀገም ኣጋጢሞዎም ነይሩ ንክልቲኦም ህዝቢ ንተጋሩን ንኤርትራውያን ሕጂ ዝዓው ኢሉ ዝዛረብ ወይ ከዓ እዚ ህንዳዊ ኣወል ስዒድ ምጽእ ኢሉ እንታይ እዩ ገይሩ? በቃ ንእግረ መገድኻ ዋላስ ትዛረብ ኢኻ ኣይኮነን ዶ ንደቂ ዜጋታትካሲ ኣብቲ ቦታትስ ተጋሩን ሱዳናውያንን ዋላ ጸገም ኣጋጢምዎም ነይሩ እንተዝኸውን ብዛዕባ ተጋሩ ትዛረብ እንተደኣ ሃሊኻ ንእግረ መገድኻ ዋላስ ሱዳናውያን ከኣስ ኣብ ከምዚ ቦታ ከኣ ጸገም ኣጋጢምዎም ኣሎ ገለ ንሓግዞም ትብል ኢኻ ኣይኮነን ወዲ ዜጋኻ እብለካ ኣለኹ ኣወል ግን እንታይ እዩ ገይሩ በቃ ሪኡ ከም ዘይረኣየ ብዛዕባ ኤርትራውያንስ ብጌጋ ከማን ኣይተዛረበ እንታይ ገይሩ ነቶም ደረፍቲ ገለ ጸዊዑ በቃ ንዑ ኮንሰርት ግበሩ ዶ ገለ ኢሉ ለምኑሎም ኢሉ ቴንሽን ሂቡ ዝተዛረበ ብዛዕባ ተጋሩ ሕጂ ዋላ ብከምዚ ከረዳእኩም እንታይ ኮይኖም ደኣ ብዛዕባና ዘይተዛረቡ ቅድሚ ዝተወሰነ ዋርሒ ምልስ ኢልኩም ዘክርዎ ከዳዓት ኢኹም ትሕሰቡ ኣብ ኢትዮጵያ ዘለኻ ዋላ ኣብ ገለ ዘለኻ ጸገምካ ገለ ዝርእየልካ ኣካል የለን በቃ ብናቶም ዓይኒ ከዲዑ ዝወጸ እዩ ዘጋጠም የጋጥሙ ዋላ ብሙሉኦም ኣብ ሓንቲ ለይቲ ተረፍሪፎም ሓዲሮም እዞም ኣብ ደገ ዘለዉ ኤርትራውያን ተባሂሉ ኤምባሲ በሎ ኣብ ውሽጢ ሃገር ዘሎ ስርዓት በሎ የሐጉሶ እምበር ብኣኻ ድምብርፅ ዝብሎ የለን እዚ እዩ ሓቂ እዚ እቲ ሓቂ ሕጂ ከም ውፅኢቱ ከዓ በቃ ዘይምፍላጥ ድዩ እንታይ ድዩ ኣይርዳእካን ንሱዳናውያን ከምዚ ኢሎም ተጣቢቆምሎም ስንዓና ከምዚ ኢሎም ዘይተዛረቡልና ገለ ዝብሉ ሰባት ኣለዉ ኣይዛረቡልኩምን እዮም ንብሕጂ እውን ኣይዛረቡልኩምን እዮም ኮይናይ ኮይና ብትዊተር ዲ ብገለ ዲ ብገለ እዚ ኣብ ደገ ዘሎ መንእሰይ እዩ በቃ ኢደይ ኢድካ ክብል እዛ ኣብ ደገ ዘሎ ከማንሲ ዋላ ኣብ ውሽጢ ኣብ ደገ ወጺ ከማንስ ቃንዛኹም ክርኢ ደስ ዝብሎ ኣካል ኣሎ ኩሎም ኣይኮኑን ድምጺ ዝኾኑኹም ኤኒዌይስ ብሕጽር ዝበለ ተስፋ ይትግበሩ ሴሞ ከዓ ብዛዕባ ኤምባሲ ኤርትራ ንጹር ኣፍልጦ እንድሕር ዘይሃልዩካ እዚ ይመስል ተሓቂ

ትግራዋይ ኢኻ ብ ኣብ ትግራውነትካ ድሌትካ ትገብር ናይ ኤርትራውያን ፋሚሊ ዋላ ንሰልጠነ ጽልኣዮ ወረ ንሰልጠነ ይጸልኦኒ ኣነ ሳክት ሓሓዃኹሮ ገለ እምበር ኣነ ወስብ ኣይጸልን እየ ደቂ ኤረይ ኣነስ ኣይጸል ንጉዝኢ ተሕሪቕኒ ዓጥ ክተብሎ እምበር ኣነ ዝጸልኦ ዝጸ ዝጸልኦ ኤርትራዊ የለን ስለዚ እስኻ ቆማል እስኻ ወዲ ሸርሙጣ ክምለካ እነ ንዓኻ ወዲ ሸርሙጣ ኣዴኻ ትቐትል ነበርካ ኣዴኻ ትሃርም ነበርካ እስኻ እምበር ሓሳኽ ወዲ ከልቢ

ዋው መዲዩ ሕሪቅኒ ደቂ ኤረይ ከምዚ ኣነ ይፍቅድ እንየ ካልእ ጓና መጺት ንስድራቤት ዋላ ስድራ ተቃወምቲ ኣሕዋትና እኮ እዮም ንስድራቤት ድኾነ ይኹን ይቃወሙ ይደግፉ ስድራቤት ናይ ኤርትራውያን መጺኡ ሓደ ጓና እሞ ከኣ ዝዕስዕስ ብስብስ ኣብ ኤርትራ በሊዑ ዝዓበየ ሓሳኽ ስነ ከምዚ ኢልካ ክትጻረፎም ስድራ ኣንታ ሸርሙጣ ወዲ ሸርሙጣ

ትሕግዘኒ እንተለኻ ኣብዚ ከባቢ ሆቴል ተሎ ንገረኒ
ሆቴል ደኣ ጓል ኣብዚ ከባቢ ዘየለ ግን ይመስል ስለ ዘሎ ከይትጠፍእ መታን ባዕሊ ገዛ ከብፅሓ ክድገርኒ ሕጂስ ጠፊኤ እንድየ ዘለኹ ዋላ ሓደ ዝፈልጦ ገዛ የብለይን ኣብ ዝኾነ ሆቴል ተተብፅዓኒ ግን ፅቡቕ ነይሩ
ድሓን ዝሓፍተይ ኣነ ሓደ ነገር ክሕግዘኪ ስመይ ኣበይ ልበሃል ገዛይ ኣብዚ ከባቢ እዩ ርሓቕ ኣይኮነን ካብዚ ናይ ሞምሳይ ሓዲርኪ ፅባሕ ንግሆ ሽዑ ናብ ደልየ ባዕለይ ከብፅሓኪ
የቐኒየለይ ሕራይ ኣቤል ጸንሒ ናበይ ትኸዲ ኣለኺ ኣታ ግደፈኒ ተኣለየለይ ይብለካ ኣለኹ ብቐደሙ ኣነ ገድድ ወዲ ምዃንካ እንዳፈለጥኩ ንዓኻ ሓግዘኒ ዝብለካ እንታይ ክትሕግዘኒ እንተኾንካ ገዛኻ ክኸይድ ኣለኒ በቃ ኩላትኩም ከምዚ ኢኹም
ድሓን ነዲርክ ስለ ዘለኺ ይሕዘልክን እዩ ግን ዝኾነ ሽግር ኣጋጢሙካ ከም ዘሎ ርግፀኛ እዩ ኤርትራዊት እዩ ሓቂ እወ
እሞ እንታይ ኤርትራዊ ስለ ዝኾንኩ ዲኻ ተሸጊርካ ናናናና
ሰብ ስለ ዝኾንካ ክሽገረልክ ግባእ እዩ ሓፍተይ ስለ ዝኾንካ ኸ ሻቕሎ ትውስኾ እዚ ዘለናዮ ከባቢ ማራይ ሓደገኛ ካብዚኣ ንእሽተይ ንውሽጢ እንተኣቲኺ ሽግር ከየጓንፈኪ ሻቕሎተይ

ካልእ ፈልጥ ኣነ ሓራይ ካርመ ከማኻ ሓሳኽ ትበልዕ ታይ ሓሳብካ ድርባይ ኣራይ ይውዳቕ ዋ ኣቲ ጓል ነገር እባ ከይተምፂ ክፍእቲ ረሳሕ መልሓሳ ስቕበል ጥራይ ስቕበል ስቕበል ፈሊጥናዮ ኢና ናይ ሓላታት ሽጣራ ሓራይ ሽጣራይ ገጢማ ትብል ከይትሰከፍ ኣቲ ስኢልካ ዓፈፈር ኣይትበሊ ክልተ ዓይኒ ቁልፀ ፍራቻ ንመኪና ከይገብሮ እንታይ እንታይ እልካ እዛ ዝብለኪ
እዎ ክደፍር እዘን ልዕሊ ሚእቲ ናቕፋ ሒዘን ዘይፈልጣ ኣእዳውካስ ዓይነይ ከተውጸሉ ንስኻ ብድፍረትካ ኣብ ጊኒስ ትሰፍር ኣለካ እዋ
እንቋዕ ከማን ጽብቕቲ ትኾኒ ጀላዕ ክልእቲ ውይ ኣታ ስኻ ከምታ ከምኡ ክትብል ኢኻ ወደይ ግናይ ገጽ ዱዱዕ ኣትስሕብቲ ዝለኣኻ ክሎ ድዩ ውይ ኣታ ናባኻ ድኣ መን ክልእኸኒ ወደይ ነዛ ነብስኻ ሰብ ኢልካ ኢኻ ትሓስብ ምሽ ሰብ ተቖጺርካስ ክለኣኸልካ ኸኣ ደሓን ደሓን ኣቲ ጀላዕ ተረዲእኒ ኣሎ ኣብዘይ ደመይ እንዲ ከተውዕልኒ ኣነ ግን ኣይትንክፈክን የብለክሎም ኢልኪን ጥራይኪ ጅርቅን ድርባይ ረሳሕ ጽቡቕ ደሓን ክንረኤና ኣዲየ ከድ መስል ጓሓፍ። እቲ ገዲፍዋ ዝኸደ ዓርካ ገዲፍዋ ኣይምኸደን ካልኣይ ከኣ መን ምዃኑ ፈታዊኣን ጸላኢኣን ከምዚ ከማ ሓሳዊ ውን ፈሊጣ ኣላ ኣምላኽ ብምኽንያት ዝገበሮ ኮይኑ ይስምዓን ዘሎ። ኣነ ግን ክቅትላ እየ ሕጂ ውን እብለካ ኣለኩ ካብ ገዛካ ኣውጻያ ጓሓፋ። ንርእሲካ ኣይትበል እምበር ኣንስ ኣይውጻኣን እየ ካብ ገዛይ። እንታይ ማለትካ እዩ በል ክትፈልጥ ነቲ ገዛካ ልዕሌካ ከም ዝፈልጦ እስካ ልዕለይ ትፈልጥ። በጃኻ ከይትጋገ
ኣብ ልዕሊኣ ሕማቕ ነገር ክትገብር ከይትሓስብ ቅድም ካብ ኣፋ ክትሰምዖ ዘለካ ብዙሕ ነገራት ኣሎ ቅድም ንዑ ስማዕ ሽዑ ትውስን ትደሊኻ ኣሌክ ሃወይ ድሰምዖ ነገር የብለይ ሕጂ በጃኻ ግደፈኒ ሓራይ ድሃና ይትሕረቕ ርግእ በል ልዕሊ ዝጸልኣ ሰብ እኮ ይነበረ ግን ንስኻ ብዘይባኣ ሰብ ክትከውን ከም ዘይትኽእል ስለ ዝፈለጥኩ ኣነ ንዓ ክሕግዛ መሪጸ ተግደፈና እንዶ በጃኻ ኢለካ ኣብ ሰዓት እዚ እንስሳ ተዘይሃላ ጎኒ ኣነ ሰብ ክኸውን ዝኽእል ቁራጽ ሰይጣን ኣበይ ኣሎ እቲ ብመስተ ተኣሊኹ ዝውዕል ዘሎ ኣሮን ዶ ኣይኮነን? እወ እወ
በደል ኣብ ልዕለይ ምስ ወረደ እወ ኣብ መስተ ውዕል ግን ስነ ስርዓት ግበር ዓብ ሓውኻ እየ ከም ዓብ ሓውኻ ርኣየኒ እወ ዓብ ሓወይ
ኣብ ግዜ ሽግረ ከም ዓብ ሓወይ ኣብ ጎነይ ዘይኮንካ ሰብ ዓቢ ከሎ ናይ ዓበይቲ ዘይሓስብ ሰብ ኣነ ግን ንእሽተይ ከለኹ ኣብ ጎንኻ እየ ኮይነ ንስኻ ዶ ኣይኮንካን ኣብ ግዜ ጸገመይ ኣብዚ ገዛ ወላ ሓንቲ ደይፈልጦ ከለኹ ነዚ ዓዲ ካብዚ ገዛ ጓሕጒሕካ ዶውጽኻኒ ንዝብኢ ዝሃብካኒ ሰብ ንስኻ ዶ ኣይኮንካን ሀ እስከ መልሰለይ ኣነ ግን ክትፈልጥ ነዚ እየ ዝሓድግ ሓንቲ ክብለካ ግን ካብ ሎሚ ኣብ ጉዳይካ ወላ ሓንቲ ይምልከተኒ ሓንቲ ንዓይ ዝሓገዝካኒ ግን ሳላ ዝሰጎብካኒ ካብ ሰብ ከይተጸበኹ ባዕለይ እንዳሰራሕኩ እንዳበር ጀሚረ ጠቒምካኒ እምበር ኣይጎዳእኻኒ ተማሂረ ኸኣ ኣምላኸ እዚ እውን ንጽቡቕ እዩ ዝገበሮ እዩ ተመስገን
ዝተሓፀ ክታ ክትገብሪ ኢኹ ፖስት ትገብሪ ዘለኺ ፈፂሙ ክበርሃለይ ኣይከኣለን ከባእሰኩም ኢለ ኣይኮንኩን እንታይ ኢኻ ትገብር ዘለኻስ ኣታ እዞም ማይ ስተ ዝብሉንስ እዚ ማይ እኳ ይኸፍለሉ እየ ዋስኹም ማይ ስተ እንዳበልኩም ድኽነት ከተምጹልና እዚ ማይ እንታ እንዲዮ ካብ ናጻ ድዩ ዝወሃብ መሲልካ እዩ ከፊለ እኳ እየ ዝገዝኦ ካብ ሩባ ዘምጽኦ መሲልካ ዋእ ክሰቲ እየ ግን ንዓኻ ደስ ክብለካ ሕጂ እሞ ማይ ስተ በለኒ ዑጭ ኣይሰትን እየ ጅዳይ ዝብለካ ዘለኹ እንታ ኮንካ ኢኻ ኣብዚ ትገብሮ ዘለኻ በበይንኻ ኮንካ በበይና ኮይና እንታይ ማለት እዩ እዚ ሕጂ ሕጂ እንታይ ዝብለካ ዘለኹ መሲልካ ደኣ ንሱ ክጻወት ኢለ እንዴ እዚ ሽግር ዝኸውን ዘሎ ኣብ ሜድያ ንምንታይ ካብ ቅድሚ ሕጂ ነጊረኩም ፐርሰናል ናትካ ነገር ሸር ኣይትግበር ሰበይትኻ ንዓኻ እያ ንዓይ ኣይኮነትን ዓርክኺ ንዓኺ ስለዚ እንታይ ኣለካ ኢካ ፖስት ትገብር ዓሰርተ ግዜ ዝከድካዮ ቦታ ንዓካ እዩ ዝተዛወርካዮ ንዓካ እዩ ንማንም ሰብ ኣይጠቅሞን ንኣብነት ኦኬ ዝተዛወርካዮ ናብ ዝተዛወሩ እዚ ጽቡቅ ቦታ እዩ ክትብል ትክእል ኢካ ተዘይ ኮይኑ ረኣዩኒ ረኣዩኒ እንድሕር መ በዚሑ ሕብኡ ንሕብኡን እዩ ዝበዝሕ ስለዚ መብዛሕትኡ ኣብ ሂወቱ ሕጉስ ዝኮነ ሰብ ኣብ ማሕበራዊ ሜድያ ብብዝሒ ነገራት ፖስት ኣይገብርን እዩ እዚኣ ዘክርዋ መብዛሕትኡ ኣብ ውሽጡ ናይ ብሓቂ ሓጎስ ሕጉስ ዝኮነ ሰብ ፐርሰናል ናቱ ፐርሰናል እየ ዝብለኩም ዘለኩ ውልቃዊ ናቱ ነገር ኣብ ሜድያ ኣይዝርግሕን እዩ በዓል ኤሎን ማስክ ውልቃዊ ናቶም ኣይዝርጉሑን እዮም በዓል ናይ ፈይስቡክ ኣይዝርጉሑን እዮም ኣይትሪእዎን ኢኩም ናይ ወናኒ ፈይስቡክ መቸም ኣብ ዓመት ሓንቲ ግዜ ከምዚኣ ኢሉ ምስ ሰበይቱ ምስቲ ሓዳሩ ስእሊ ዝዝርግሕ ይከውን ካብኣ ንላዕሊ ትሪእዎን ኢኩም ካብ ንስካ ትኮዶ ኤሎን ማስክ ዝኮዶ ይበዝሕ ግን ኣይዝርግሕዎን እዮም ኣማን ገብረይ ዝበሃል ኢሎም እኳ ተባኣሳይ እዩ ኢሎም እኳ ኣይትፅርኒ ኢልዋ ነታ ኣስመራ ሕጂ ሰብ ስዋ ክሰቲ ክዘናጋዕ ደልዩ ከይድ ኢሎም ካብቲ ኣባሻውል ምፅ ኢሉ ጣዕ ቢሉ እንዳዘበጦም በቃ በዚ ቴስታን ጌርን ጌሩ ዘብጦም ኢሎምካ ሕጂ ኣንታ ዘርኦም ንዓንዲ ሰላም ሃበና ንዓባ ሰላም ክወርዳ እዛ ኣስመራ ንዓበጀኻ ንዓኺ ዳኡ ኬድካ ንዓ ዘራ ይግበረልና ኢሎኒ እወ እንታይ ዝኾነ ይብሎ ከምዚ ዝበሃል እዚ ኣማን ገብረ ዝበሃል ኣሎ ንዓ ንዑ ሕዘልና ኢሎኒ ክትድብቆ ከይደ ኣነ ትፈልጠኒ እንዲኻ ካነ ከብደይካ ጨው ኣይትብልኒ ከይደ ምፅእ ተበልኩ ኣብኡ እንዳ ስዋ ኣሎ ከመይ ዝኣብሰለ ኣብኡ ኮፍ ኢለ ሓውካ ትዕኒ ኢለ ሕጂ ከይሸክር ሓንቲ መለሊ ከየድሰቲ ኢሉ ኮፍ ኢለ እወ ትጽበዮ እንዲኻ ደለኻ። እወ ወዲ ህሩግ ክብልና መዓት ገበታ እንግድዓ እዩ ኣይትጽረዮ መሬት ክንዲ ኽላይ ሰብ ከሎ ድዩ ወይኒ እወ እሱ ዝርያ ደኣ ዝርያ እንድሕር ገይሩ ደኣ ዝርያ ኣለውን እንድዮም ንዓይ ከኣ ቦይኒ ድዩ ድመጸካ ዘሎ ሕጂ ብዚኣ ኩነታት እዚኣ ሓዊ ተፈጢራ እወ ደጊምና ቦ- ቦይኑ እዩ እወ እወ ቦይኑ እዩ ሕጂ እወ ራስ ብራስ እወ ምጽእ እብሎ ኣቐዲሙ እኳ ሓንቲ እኳ ኣጉሲጥኒ እዩ ምጉሳጥ ሓቂ ሓሽ ቢለ ሽዑ ሰጥቃዕ ኣብዛ መሬት ብሙሉ ዝሰብ ሽዑ ግደፎታ ሰብ ኣይኮነን ዝግደፍዎ ሰብ ኣይኮነን ሰብ ኣይኮነን ተባሂሉ ሽዑ ግደፍዎ ኣማን ተሳዒረ በሊልዎ ተሳዒረ በሊልዎ በቃ ሽዑ

ባዕሉ ከዳይ ሞለካ ተባይሉ ገርገር ኢላትንስ በቃ የት ኣባቱ ገርገር ኢለስ ገይረ በቃ ዘይለ ፈልያት ያ ዶክተር ገለ ሚዒዳት ከም ዝለካ ገለ ተዝብለካ ስታይ ምበልካ ነርካ ግን ሕጂ ከምዚ ገለ ትብለኒ እሞ ኣለካ ነብል ገለ

ቃል ኪዳን ምስ ኣሰረ ኣቡኡን ኣዲኡን ይሓድግ እሞ ናብ ሰበይቱ ይጠብቕ ሓደ ስጋ ከኣ ይኾኑ ዝብል ዘረባስ ከም ሓደ ሰበይትኻ ካብ ኣዴኻ እትቕድመካ ወይ ከኣ እሳ ክትቅድማ ኣለዋ ዘስምዕ ገይሩ ተገሊጹ እሞ ሕጂ ኣብ መጽሓፍ ቅዱስ ዘሎ ሓደ ጥቕሲ ጥራይ ኣልዒልካ ብኸምኡ መንገዲ ክትትርጉሞስ ፌር ኮይኑ ተሰማዓና ማለት ምክንያቱ ሕጂ
ብዛዕባ ኣቦኻን ኣዴኻን ዝተዘርበ ኣዝዩ ብዙሕ ነገራት ኣሎ ኣብ መጽሓፍ ቅዱስ ተረዲእካኒ ንኣብነት ኣብ ናይ ኣብ ሙሴ ሕጂ ንኣብነት ነቦኡን ኣዲኡን ሕማቅ ቃል ዘውጽኣሎም ሲ ይሙት እዩ ዝብል
ክንደይ መጽ ምምጻእ ኣቢኻ እንታይ ምምጻእ ኣቢኻ ቁሩብ ዶ ንጸበ ንምንታይ ክንጽበ ቁሩብ ተተዋህለልካ ተተዋህለልካ ኣታ እንታይ ኢኻ ትብለኒ ዘለኻ በብቁሩብ ድየ ዝእከብ ምስ መጸ ይምጻእ ኢለ ዶ ስቕ ኢለ ክነግረካ እዎ ንገረኒ

ሰብ እንድሕር ይጭነቕ ኣሎ ስምዒቱ ክትርዳኣሉ ክትክእል ኣለካ ታሕርቐኒ ኣለኻ ይቕረ ግበሩለይ ይቕረ ኹንካ
ስማዕ እስኪ በዓል መን እዮም ኣዕርኽቱ ኣለዎ ድዮም ንሱ ትሽቅጡ በይኒ ጀማሪ እንዲ ዘሎ እሞ እንዳ ፖሊስ ዘደኣ ከመልክት ክኸይድ እምበር ክሕብር ክመፅእ እዩ ንዓይ ከምኡ እዩ ዝረኣየኒ ዘሎ። ኣየ ናይ ቆልዓ ነገር! ከም ዝመጽእ ድዩ ዝረኣየካ ዘሎ? ባባ ሃብታይ፣ ዘይትዕረቑ! ሰበይተይ ኣብያትኒ እንታ ኢሸኸ ወደይ! እሞ ዋላ ምስ ካልእ ሰበይቲ ዘይትዕረቑ? እንታይ?
ብግጥሚ እየ ክወዳደር መጽየ። ቀጽል በል ድሓን ክሰምዓካ። ኣፍቃሪት ኣላትኒ ሓንቲ ኾንቶ እንዳ ቦሊስ ከይከሰሶቶ ስና ዘእሰሮቶ ምኽሪ ክህበክን ነዘን ቀጠንቲ ኣዋልድ ኣቨካዶ እሞ ብልዓ ንኽሰርሓልክን ከኣ ኣይትሕረኣ ጎረቤትና ክልተ ጡብ ኣለዋ ተዘይ ኣሚንኩም ተመርዒኩም ፈትሽዋ ጋል ተላለየ ሓንቲ ጽብቅቲ እው ጀምዓ ድንሽ እኮ ኮይኑ ንኪሎ ሚእቲ ቁሩብ ግን ይሓይሽ ዋጋ ሽጉርቲ ኣታ ክነግረኩም ንዓይ እዩ ዝገርመኒ ኦይ ግጥሚ ነዊሑ ይኣክለኒ።
ኣነ እንተ ሓስብ ነይረ እባ እንዋዘ ድዩ መጺኡ ይብል ነይረ እቲ መለስክ መዘናግዒ። ንቁምነገር እምበር ተጸሊኡካ ኣሎ ማለት እዩ ሓሚካ ኣለኻ። እንታይ የእቲካ ባህላዊ ሓኪም ዲኻ። ወረ ግደፎ ደይ ኣባሓጎይ የሕሊፍኒ እብ ገዛ።
ስለዚ ክንጥንቀቕ ዝግብኣና ለውጢ እንተደሊኻ እቲ ትደልዮ ንንእሽተይ ኣእምሮ ዘለዎም ሰብ ኣይትንገሮም። ዘይከውን መን ጀሚርዎ እባ ክትፈሽል ኢኻ ክትከስር ኢኻ። ክትጋገኻ ክትወድእ ዲኻ እዮም ዝብሉኻ እሞ ዓቢ ሓሳባት እንተለካ ንንእሽተይ ኣእምሮ ዘለዎ ሰብ ኣይተካፍሎ ኣነ ንባዕለይ እዚ ዘይምፍላጠይ ኣብ ሂወተይ ተጎዲኤ ከምዚ ክገብር ደልየ ኢለ ነግሮ ኣይከውን እዩ ኢሉ ተስፋ ዘቑርጽ ክትረክብ ስለ ዝኽእል ብዝያዳ ግን ክትገብሮ ዝግባኣካ እንታይ እዩ የማናይቲ እምሮ ስምዒታዊት እያ ጸጋመይቲ ከዓ ጭቡጥ እያ ትደሊ እቲ ለውጢ ክትገብሮ ትደሊ ዘለኻ እንታይ እየ ደልየ ቅድም ንምንታይ እየ ደልየ ነቲ ዝደልዮ ዘለኹኸ ዘኽፍለኒ ዋጋ ዓቕመይ ኣለኒ ድዩ ብድሕሪ ዝኹሉኸ ትፅቢታተይ እንታይ እዩ ዳሕሪ ኣብ ስጉምቲ ኺድ እዚ ግን ኣብ መንጎ የማንን ኣእምሮን ዘሎ ከተመዛዝኖ ክትክእል ኣለካ

ኦፋራይ ኦፊርካ እተ በሪሕኻ ጥተብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሪሕኩም ትገቡ ተኸዲንኩም ሙቕ ጎይኹም ኪዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ገይሩ ጉልበትኩም ምሳኻትኩም ይቐኒ መኒ ናይ ጀ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ